ሰላም ዝከበርኩም ተከታተልቲ መደብና ከም ብወትሩ ዝግበር መደብ ስፖርት ሒዝናልኩም ቀሪብና ኣለና ኣብዚ ናይ ሎሚ መደብና ኣብ ኩዕሶ እግሪ ዓለም ዘጓነፉ ኣገደስቲ ዜናታት ክነቅርበልኩም ኢና ብሓባር ንኩን ቮልታ ስጳኛ ሰኑ 25 ነሓሰ ብሳልሳይ መድረኹ ቀጺሉ ተኻይዱ። ኣብዛ መድረኽ ድማ ተቐዳደምቲ 164.6 ኪሎ ሜተር ዝርሕቀታ ውድድር ከካይዱ እዮም ኣብ መበገሲ ሕንጻጽ ተረኺቦም። ኣብዛ መድረኽ ክልተ ተቐዳደምቲ ኣባል ቲም ቪዝማ ኣክሰል ዜንጌልን ኣባል ሙቪስታር ሆርጌ ኣርካስን ኣብ መበገሲ ሕንጻጽ ኣይተረኽቡን። ምስ ጉሎነ ማርቲን ድሮ ሰለስተ ተቐዳደምቲ ካብዚ ውድድር ተሰናቢቶም ኣለዉ። ብዘይካዚ ብሪጣንያዊ ቶማስ ፒድኮክን ኣብዛ መድረኽ መበል ሚእቲ ናይ ግራንድ ቱር ውድድሩ ከካይድ'ዩ። ነዛ መድረኽ ዴንማርካዊ ማድስ ፔደርሰን ክዕወተላ'ዩ ዝለዓለ ግምት ረኺቡ። ድሕሪ ሸሞንተ ኪሎ ሜትር ምጅማር ውድድር ኣርባዕተ ተቐዳደምቲ ኣሜሪካዊ ኣባል ኤፍ ኢዱኬሽን ኩን ሲሞንስን ኣባል ጃክ ኦልቡላ፣ ኦስትርያዊ ፓትሪክ ጋምፐር፣ ኣባል ኣሪካም፣ ኢጣልያዊ ኣሌሳንድሮ ቬርን ኣባል ኢንተርማርሸን ቤልጂማዊ ሉካ ቫን ቦቨንን ካብ ዓባይ ጉጅለ መሊቖም ቀዳመይቲ ጉጅለ ናይዚ ዕለት መስሪቶም። ኣብዚ ህሞት ኦሎምፒካዊ ተቐዳዳማይ ልዲልትሬክ ኣማኑኤል ገብረእግዚኣብሄር ንመሪሕነት ዓባይ ጉጅለ ተረኪቦም። ኣብ መበል ዓሰርተ ሽዱሽተ ኪሎሜተር ኣብ መንጎ ቀዳመይትን ዓባይ ጉጅለን ዝነበረ ናይ ግዜ ጋግ ናይ ሓደ ደቒቕ በጺሑ። ኣብ ሰሱን ሓደን ኪሎ ሜተር ኣባል ጃይኩዓል ኡላም ፓትሪክ ጋምፐር ጸኒሑ ድማ ኣባል ኢንተር ማርሸም ሉኳ ቫን ቡነን ካብ ቀዳመይቲ ጉጅለ ተሪፎም። ኣብ ሰሱን ሓሙሽተን ነጥቢ ሸሞንተ ኪሎ ሜተር ዝነበረት ናይ ዓቐብ ውድድር ኣሌክሳንድሮ ቪየሪ ቀዳማይ ኣትዩ ሓሙሽተ ነጥቢ ወሲዱ። ኣሜሪካዊ ኪን ሲሞንስ ኣሰሩ ስዒቡ ሰለስተ ነጥቢ ወሲዱ። ካብዛ ጉጅለ ዝተረፈ ጋምፐ ድማ ንዝተረፈት ሓንቲ ነጥቢ ወሲድዋ። ኮቪም ኣኪቦን ብዘሎ ሓሙሽተ ነጥቢ ድምር ናይ ዓቐብ ነጥቦም ናብ ሸሞንተ ክብ ኣቢሉ ኣብ ዝስዕብ መድረኽ ኣንበሳ ማልያ ዓቐብ ለቢሱ ክኣቱ እዩ። ኣብ ሰብዓን ሸሞንተን ኪሎ ሜትር ፓትሪክ ጋምፐርን ሉካ ቫን ቦቨንን ብዓባይ ጉጅለ ተዋሒጦም ኣብ ሰብዓን ሸሞንተን ነጥቢ ሓሙሽተ ኪሎ ሜትር ኣብ ዝነበረት ናይ መንጎ ቅጽበታዊ ውድድር ኣሜሪካዊ ኪን ሲሞንስ ቀዳማይ ኣትዩ ዕስራ ነጥብን ሽዱሽተ ካልኢትን ናይ ግዜ መቕሸሽን ወሲዱ ኣሌሳንድሮ ኮቪም ዓሰርተ ሸውዓተ ነጥቢ ምስ ኣርባዕተ ካልኢት ማድስ ፔደርሰን ዓሰርተ ሓሙሽተ ነጥቢ ምስ ክልተ ካልኢት ናይ ግዜ መቑሸሽም ዮናስ ቬንጌጋርድ ዓሰርተ ሰለስተ ነጥቢ፣ ጂልዮ ቺኮነ ድማ ዓሰርተ ነጥቢ ወሲዶም። ኣብ ሰማንያን ሸሞንተን ኪሎ ሜተር ቀዳመይቲ ጉጅለ ነታ ንያስፐር ፊሊፕሰን ዝተረፈት ዓባይ ጉጅለ ናይ ደቂቕን ዓሰርተ ሓሙሽተ ካልኢትን ናይ ግዜ ጋግ ኣንጺፋትላ። ኣብ ተስዓን ሽዱሽተን ኪሎ ሜተር ኣሜሪካዊ ኪን ሲሞንስ ንኣሌክሳንድሮ ቬረም ኣጥቂዕዎ በይኑ ተዓዝረ። ኣብ ሚእቲ ኪሎ ሜትር ኣሌክሳንድሮ ቬረቭ ዓባይ ጉጅለ ኣብ ዝተጎበጠሉ፣ ሲንኪን ንዓባይ ጉጅለ ናይ ኣርብዓን ክልተን ካልኢት ናይ ግዜ ጋግ ኣንጺፍላ። ጸወታ ንኽዛዘም ሰላሳ ኪሎ ሜትር ምስ ተረፎም፣ ያስፐር ፊሊፕሰን ናብ ዓባይ ጉጅለ ተመሊሱ። ጸወታ ንኽዛዘም ዓሰርተ ትሽዓተ ኪሎ ሜትር ምስ ተረፎም፣ ኣብ ቅድሚት ዝወዓለ ሲንኪን ብዓባይ ጉጅለ ተዋሒጡ። ጸወታ ንኽዛዘም ሸሞንተ ኪሎ ሜትር ምስ ተረፎም፣ ተቐዳደምቲ ዓቕብ ክድይቡ ኣብ ዝጀመሩሉ፣ ፊሊፕሰን ደጊሙ ካብ ዓባይ ጉጅለ ተሪፉ። ዓባይ ጉጅለ ብኣባላት ቲም ቪዝማ ማቲዮ ጆርጊንሰንን ቪክቶር ካምፒናርትስን እናተቐለሰት ናብ መወዳእታ ሓደ ኪሎ ሜተር ኣትያ። ኣባል ሊትትሬክ ጁልዮ ቺኮነን ማርስ ፔደርሰን ኣብ ሮቶ ወጢጡ ንቕድሚት ኣውጺኡ በሎ። ቪንጌጋርድ ድማ ኣብ ሩታ ፔደርሰን ተጸጊዑ ልክዓዊ ግዜ ዝጽበ ዘሎ ይመስል። ኣብ መወዳእታ ኣባል ኤፍዲጄ ፈረንሳዊ ዴቪድ ጋውዱ ንውድድሩ ብክልተ ሰዓትን ሓምሳን ትሽዓተን ደቂቕን ዕስራን ኣርባዕተን ካልኢትን ብምዝዛም ቀዳማይ ኮይኑ ሕንጻጽ ረጊጹ። ማርስ ፔደርሰንን ዮናስ ቪንጌጋርድን ድማ ብዘይ ዝኾነ ናይ ግዜ ክሳራ ካልኣይን ሳልሳይን ተርታ ሒዞም ኣማኑኤል ገብረእግዚኣብሄር ካብ ዕዉት መድረኽ ብሓሙሽተ ደቂቕን ሓምሳን ሽዱሽተን ካልኢትን ድሒሩ መበል ሚእትን ኣርባዓን ሽዱሽተን ተርታ ሒዙ። መበል ዓሰርተ ሰለስተ ናይ ፕሮፌሽናል ዓወቱ ዝተጎናጸፈ ዴቪድ ጋውዱ ድሕሪ ሚእትን ተስዓን ሽዱሽተን መዓልታት እዩ ናብ ጎደና ዓወት ተመሊሱ። በዚ መሰረት ዮናስ ቬንጌጋርድ ብዓሰርተ ሰዓትን ሓምሳን ሓሙሽተን ደቂቕን ሰላሳን ሽዱሽተን ካልኢትን መሪሕነት ቮልታ ስጳኛ ኣኪቡ። ዕውት መድረኽ ፈረንሳዊ ዴቪድ ጋውዱም ብተመሳሳሊ ሰዓት ካልኣይ፣ ኢጣልያዊ ጁልዮ ቺኮነ ብሸሞንተ ካልኢት ድሒሩ ሳልሳይ፣ ኢጋን በርናል ብዓሰርተ ኣርባዕተ ካልኢት ድሒሩ ራብዓይ ተርታ ሒዞም ኣለዉ። ኣማኒኤል ገብረእግዚኣብሄር ብዓሰርተ ሸውዓተ ደቂቕን ሓምሳን ሸውዓተን ካልኢትን ድሒሩ መበል ሚእትን ስሳን ሓደን ተርታ ተሰሪዑ። ብነጥቢ ዮናስ ቬንጌጋርድ ድማ ብስሳን ሓሙሽተ ነጥቢ መሪሕነት ተረኪቡ። ጁልዮ ቺኮነም ብሓምሳን ኣርባዕተን ነጥቢ ካልኣይ፣ ዴቪድ ጋውዱ ድማ ብሓምሳን ክልተን ነጥቢ ሳልሳይ ተርታ ሒዙ ኣሎ። ኢጣልያዊ ኣባል ኣሌካም ኣሌሳንድሮ ቨርም ብሸሞንተ ነጥቢ መሪሕነት ኣንበሳ ዓቐብ ካብ ቬንጌጋርድ ተረኪቡ። ዮናስ ቬንጌጋርድ ብሓሙሽተ ነጥቢ ካልኣይ፣ ዴቪድ ጋውዱ ድማ ብሰለስተ ነጥቢ ሳልሳይ ተርታ ሒዙ ኣሎ። ስጳኛዊ ኣቫሉኤይ ኩዋን ኣይሶ መሪሕነት ብሉጽ መንእሰይ ቮልታ ስጳኛ ዓቂቡ ኣወጺኡ። ኣባላት ኩክስቴፕ ፈረንሳዊ ቫለንቲን ፓረት ፔንትርን ቤልጂማዊ ጁንየር ሌሴርፍን ድማ ብተመሳሳሊ ግዜ ይኽተልዎ። ቮልታ ስጳኛ ሰሉስ ዕስራን ሸዱሸን ነሓሰ ራብዓይ መድረኹ ኣብ ዝቕጽለሉ፣ ተቐዳደምቲ ክልተ ሚእትን ሸዱሸን ነጥቢ ሸውዓተ ኪሎ ሜተር ዝርሕቀታ ውድድር ከካይዱ'ዮም። ኣከፋፋሊ ማንቸስተር ዩናይትድ ቅድሚ ምዕጻው መስኮት ምስጋር ተጻወትቲ ካብታ ጋንታ ክወጽእ ከምዝኽእል ቶክ ስፖርት ካብ እሙናት ምንጭታተይ ረኺበ'የ ዝበለቶ ዜና ኣጋዊሓ። ናይ ማንቸስተር ዩናይትድ ውዕሉ ክሳብ ክልተ ሽሕን ዒስራን ሸውዓተን ዝርጋሕ ኣብ ዝሓለፈ ክልተ መኽፈቲ ግጥማት ፕሪመር ሊግ እንግሊዝ ኣብ ወንበር ተቐየርቲ ኮፍ ኢሉ ክነሱ ናይ ምስላፍ ዕድል ዘይረኸበ ማይኑ ንዩናይትድ ዘቕረበትሉ ሓድሽ ውዕል ኣሜን ኢሉ ክቕበሎ ኣይከኣለን ዘሎ። ኮቢ ማይኑ ኣብ ክልተ ሽሕን ዒስራን ሰለስተን ኣብ ግጥም ርብዒ ፍጻሜ ካራባኦ ካፕ ኣብ ዓሰርተ ሸውዓተ ዓመት ዕድሚኡ ፋልማይ ጸወትኡ ድሕሪ ምክያዱ ሰብዓን ክልተን ናይ ሲንየር ጸወትኡ ኣካይዱ ኣሎ። ኣብ ትሕቲ ኤሪክ ተን ሃግ ዝደመመ ዩ፣ ኣብ ትሕቲ ኣሞሪም ግን እቲ ሓደ እዋን ደሚቑ ዝነበረ ስሙ ሎሚ ዝሃሰሰ መሲሉ ቀሪቡ ኣሎ። ኣርሰናል ንኢኳዶራዊ ናይ ጸጋም ተኸላኻላይ ባየር ሎቨርኩሰን ሄሮ ሃኒካምፐ ንምፍራም ትሰርሕ ምህላዋ ክኢላታት መስርሓት ምስግጋር ተጻወትቲ ፋብሪዝዮ ሮማኖ፣ ቤን ጃኮብንስን ዴቪን ኦርንስትንን ሓቢሮም። ኣርሰናል ከመተካእታ ናይቶም ኣብዘን ተሪፈን ዘለዋ መዓልታትም ካብታ ጋንታ ክወጹ ዝኽእሉ ኪቪዮርን ዜንዜክኖን ንምግባር'ያ ኣብ ምፍራም እዚ ወዲ ዕስራን ሰለስተን ዓመት ተኸላኻላይ ተጸሚዳ። ጂዮርጂ ሃኒካፕ ምስ ሚካኤል ኣርቴታን ኣንድሬ ቤርታን ድሕሪ ዘካየዶ ርክብ ብፕሮጀክት ኣርሰናል ከምዝተመሰጠን ሰምዐት ቶተንሃም ደማ ከይተሰለየት ካብቲ ዕድጊ ወጻእ ኮይና ኣላ። ቶተንሃም ኣቐዲማ ምስ ለቨርኩሰን ኣብ ዘካየደቶ ርክብ ኣቐዲማ ንሄኒ ካፕ ብልቓሕ ወሲዳ ዝመጽእ ዓመት ዝኽፈል ስሳ ሚልዮን ዩሮ ክትከፍል እያ ሕቶ ኣቕሪባ። ክሳብ ክልተ ሽሕን ዕስራን ትሽዓተን ኣብ ባየር ሎቨርኩሰን ውዕል ዘሎ ሄኒ ካፕ ኣብ ዝሓለፉ መዓልታት ንክለቡ ብወግዒ ክወጽእ ከምዝደሊ ድሕሪ ምግላጹ'ዩ ኣርሰናል ብቕጽበት ናብ መስርሑ ኣትያ። ሄኒ ካብም ኣብ ውዕሉ ሳሚሎን ኢሮ መፍረሲ ውዕል ተለጢፍሉ ዘሎ ተጻዋታይ እዩ። ንወሰን ተኸላኸልታ ዘፋነወት ቦርንማውዝ ንፈረንሳዊ ተኸላኸላይ ቼልሲ ኣክሰል ዲሳስ ንምዕዳግ ምስ ቼልሲ ዘተ ምኽፋታ ፋብሪዝዮ ሮማኖ ሓቢሩ። ከም መግለጺ ሮማኖ፣ እዘን ክልተ ጋንታታት ዘካይድኦ ዘለዋ ዘተ ፍረ ክርከቦ ልዑል ተኽእሎ ሒዙ ብጽቡቕ ይስጉም ምህላዉ ገሊጹ። ሮማኖ ወሲኹም፣ ኣብ ብርክት ዝበሉ መዳያት ኣብ ስምምዕ ዝበጽሓ እዘን ክልተ ጋንታታትን ዝገብርኦ ዘለዋ ዘተ ኣብ ናይ መወዳእታ ምዕራፍ ምህላዉ ገሊጹ። ቦርንማውዝ ድማ ነዚ መስርሕ ተፈጻምነት ክተልብሶም ልዑል ርእሰ ምትእምማን የሕዲራ ምህላዋ ሮማኖ ወሲኹ ገሊጹ። ፖርቱጋላዊት ፖርቶ ንፖላንዳዊ ተኸላኻላይ ኣርሰናል ያኮብ ኪዩቪዮር ንምዕዳግ ተካይዶ ዘላ ጻዕርታት ኣበርቲዓ ትሰርሓሉ ምህላዋ ፋብሪዝዮ ሮማኖ ሓቢሩ። ፖርቶ ኣብ ዝቕፅሉ መዓልታት ልዕሊ ዕስራ ሚልዮን ዩሮ ዝሓዘለ ካልኣይ ጠለብ ናብ ኣርሰናል ንምቕራብ ትቀራረብ ምህላዋ ይንገር። እዚ ውዕል ድማ ናይ ምዕዳግ ግዴታ ኣብ ዘለዎ ናይ ልቓሕ ምስግጋር ምዃኑ ሮማኖ ወሲኹ ገሊፁ። ኣብ ወርሒ ሓምለ ፖርቶ ቀዲማ ንዘቕረበቶ ጠለብ ኣርሰናል ብዘለዎ ዝመለሰት ኮይና ኣብዚ ግዜ እዚ ግን ንጂዮርጅ ሂኒካፐ ንምዕዳግ ኣትያቶ ኣብ ዘላ መስርሕ ሓገዝ ክኾና ንመሸጣ ኪቤራ ኣብ ዝቕፅሉ መዓልታት ተፈፃሚ ክትገብሮ ክትግደድ እያ። ኣብ ጥሪ ክልተ ሽሕን ዒስራን ሰለስተን ካብ ስፔዛ ዓሰርተ ትሽዓተ ነጥቢ ሓሙሽተ ሚልዮን ዩሮ ወጻኢታት ተገይርሉ ናብ ኣርሰናል ዝፈረመ ኪቪዮር፣ ዝሓለፈ ዓመት ሰላሳ ግጥማት ከካይድ እንከሎ ሓንቲ ሸቶን ክልተ ቀረብን ድማ ገይሩ። ቀልጢፉ እንተዝዕጾ'ውን ዘይትጸል ዕዳጋ ተጻወቲ ተሕልፍ ዘላ ኒውካስትል፣ ሎሚ'ውን ንኣጥቃዓይ ወልቭስ ትራንድ ላርሰን ንምዕዳግ ዘቕረበቶ ሓምሳ ሚልዮን ፓውንድ ብወልቭስ ተነጺጋ። ወልቭስ ንኣገዳስነት ላርሰን ምሳርዕ ኣብ ግምት ብምእታው ኣብ ተሪፎኦም ዘለዋ መዓልታት ምስግጋር ተጻወትቲ ድማ ብላርሰን ልክዕ ኣብ መድረኽ ፕሪምየር ሊግ ክጻወታ ዝኽእላ ኣጥቃዓይ ናይ ምርካብ ተኽእሎኣ ትሑት ምዃኑ ብምግላጽ'ያ ላርሰን መሸጣ ቁሩብ ከምዘይኮነ ንኒውካስል እዝና ደጊፋ ኣርዲኣታ። ኒውካስል ብዘይ ዝኾነ ወሰኽ ቀጥታዊ ሓምሳ ሚልዮን ክትቅርብ ንወልቭስ ድሕሪ ምሕታታ'ያ ወልቭስ ብዝሃበታ ግብረ መልሲ እቲ ተጀሚሩ ዝርከብ ርክብ መዕጸዊ ተገይሩሉ። ኣብ መወዳእታ፣ ባየር ሙኒክ ንሰኔጋላዊ ኣጥቃዓይ ቸልሲ ኒኮላስ ጃክሰን ንምፍራም ውልቃዊ ስምምዓት ከም ዝፈጸመት ይጋዋሕ ኣሎ። ባየር ሙኒክ ንመስርሕ ኒኮላስ ጃክሰን ተፈጻሚ ንምግባር ምስ ቸልሲ ኣብ እተካይዶ ዘላ ድማ ንጃክሰን ኣቐዲማ ብልቓሕ ድሒራ ድማ ብቐዋምነት ምስግጋር ምዃኑ ዝተፈላለያ ምንጭታት የጋውሓ ኣለዋ። ዝሓለፈ ዓመት ምስ ቸልሲን ኪኖ ክልተ ሽሕን ሰላሳን ዘቐጽሎ ውዕል ዝኣሰረ ኒኮላስ ጃክሰን፣ ክለቡ ኣብዚ ክራማት ኣብ ቅድሚት ኣማራጺታት ዘስፍሑላ ጥቃዕ ቲም ድሕሪ ምርካባ፣ ንጃክሰን ካብ ውጥና ወጻኢ ገይራቶ ጋንታ'ውን ክደሊ ሓቢራቶ ምጽንሓ ዝፍለጥ'ዩ። እዚ ንሎሚ ዘዳለናዮ ዝርዝራዊ ጸብጻባት ስፖርት'ዩ ነይሩ፣ ስለ ዝተኸታተልኩምና ነመስግን።